ዘገርም ጸጋ ክንደይ ይጥዕም እዚ ደሃይ ዘድሓነ ንሓጥእ ከምዚ ከማይ። ዛንታ ኣዝያ ፍትውቲ ናይ ብዙሕ ዘመናት መዝሙር Amazing Grace። እዛ መዝሙር ሰሚዕዋ ዘይፈልጥ ዳርጋ የልን እንተተባህለ ምግናን ኣይኮነን። ኣብ ዝተፈላለየ ፊልምታት ብፍላይ ድማ ምስ ጊልያነት ዝተሓሓዝ ፊልምታትን ሙዚቃታትን እትተኣሳሰር ብምዃና ዜማታታ ከድህን ከሎ ርእሱ እንዳነቕነቐ ዘየዘይምን ዘይቃነን ዳርጋ የለን። ዋላኳ ምሉእ ትሕዝቶ ሓረግ ግጥማ ኣይንፍለጣ ከም መኽፈቲ ወይ መእተዊ ናይ ብዙሕ ዝተፈላለየ ፊልምታት ብምዃና ኣዝያ ህብብቲ መዝሙር እያ። ገለ ጸብጻባት ከም ዘርእይዎ ድማ እዛ ተፈታዊት መንፈሳዊት መዝሙር ዳርጋ ብኹሉ ዓይነት ሙዚቃታት ዝተጻወቱ ደረፍቲ የኾነ ዘመርቲ ብሓርፋፍ ገምጋም ኣብ ዓመት ክሳብ ዓሰርተ ሚልዮን ግዜ ትዝመር። እዛ ኣሜዚንግ ግሬስ እትብል መዝሙር ክሳብ ክንድዚ ህብብቲ ምዃና ብዙሕ ዝገርም ኣይገብሮን እዩ። ምኽንያቱ ድማ ክንድዚ ህቡብነት ክህልዋ ዝገበረ ብዙሕ ምኽንያታት ስለ ዘሎ። በቲ ሓደ ናይ ቋንቋ እንግሊዝኛ መዝሙር ከም ምዃና መጠን ብብዙሓት ዝዝረብ ቋንቋ ብምዃኑ እዩ። በቲ ካልእ ድማ፣ ትሕዝቶን መንፈስን ናይታ መዝሙር ሓያል ካብ ምዃኑ ዝተላዕለ ንብዙሓት ንምንቕቓሕ፣ ንቓልሲ ሲቪላዊ መሰል ስለ ዘለዓዓለት ድማ እዩ። እዛ ብዛዕባ ልዕልናን ክብርን ጸጋ ኣምላኽ እተዘይም መዝሙር፣ ግና ታሪኽ ድሕረ ባይታኣን ዛንታ ህቡብነታን እንታይ እዩ? ድሕረ ባይታ ናይዛ መዝሙር ምፍላጥ ድማ እግዚኣብሄር ኣብ ዘመናት በዛ መዝሙር ዝሰርሖ ግብርታትን ዝገበሮ ነገራትን ንኽንርዳእ ንጸጋ ኣምላኽ ከነኽብር ኣዝዩ ይሕግዘና እዩ። ዘገርም ጸጋ Amazing Grace ካብ እትጸሓፍ ከባቢ ክልተን ፈረቓን ክፍለ ዘመን ትገብር። ብሽሕን ሸውዓተ ሚእትን ሰብዓን ክልተን ዓመተ ምህረት ፊደላት ኣለቓቒቡ፣ ቃላት ኣወሃሂዱ፣ ካብ መዓሙቕ ልቡ መንጭያ፣ ኣእምሮን ናይ ህይወት ተመክሮን ሓሊፍዋ፣ ካብ ኢንግሊዛዊ ዮውሃንስ ኔውተን ወይ ድማ ጆን ኒውቶን ዝተወልደት መዝሙር እያ። ዕምቀት እዛ መዝሙር ንምርዳእ ዛንታ ህይወት ዮውሃንስ ኒውቶን ምርዳእ ኣዝዩ ኣገዳሲ እዩ። እቲ ሓደ እዋን ነጋዲ ጊላታት ዝነበረ ቅድሚ እዛ መዝሙር ምጽሓፉ ዝሓለፎ ውረድ ደይብ ናይ ህይወቱ ብምርኣይ ዕምቆት ቃላት እዛ መዝሙርን ኣብ ልዕሊ እቲ ኣዝዩ ዘገርም ጸጋ ኣምላኽ ዘለዎ ኣኽብሮት ንኽንርዳእ ደጋፊ እዩ። ካብ ህጻንነቱ ጀሚሩ ዘይተዓደለ ዮሃንስ ኒውቶን ገና ወዲ ሽዱሽተ ዓመት እንዳሃለወ ኣዲኡ ወላዲቱ ብሞት ካብዛ ዓለም ተፈለየቶ። ካብቲ እዋን ጀሚሩ ድማ ኒውቶን ድኽነት ንምስናፍ ምስ ስልጣናት እናተቓለሰ ክዓቢ ጀመረ። ኣብ ዕስራታት ዕድሚኡ ድማ ክሳብ ካብቲ ናይቲ እዋን ናይ ንግስነት ሓይሊ ባሕሪ ከምልጥ ፈቲኑ ነይሩ። ደሓር ግና በቶም ምስኡ ዝነበሩ ባሕረኛታት ተታሒዙ ኣብቲ እዋን ኣብ ዝነበረ ናይ ጊልያነት ንግዲ ንኸገልግል ናብ ምዕራብ ኣፍሪቃ ብሓይሊ ተወዘዐ። ይኹን እምበር፣ ሕጂ'ውን ደጊሙ ንገለ እዋናት ኣምለጠ። ኣብቲ ናብ ኢንግሊዝ ንምምላስ ዝገብሮ ዝነበረ ጉዕዞ ድማ ሃንደበት ብሓያል ማዕበልን ህቦብላን እናተገፍዐን እናተጸፍዐን እታ ተሳፊሩዋ ዝነበረ መርከብ ክሳብ ንምጥሓል ቀረበት። ኮይኑ ግና ንስክላ ካብ ምጥሓል ደሓነ። ኣብዛ ህሞት እዚኣ ድማ ናብ ፈጣሪኡ ኣድሕነኒ ብምባል ክጠርዕን ኣብ መንፈሳዊ ህይወቱ ድማ ነጥበ መቐይሮ ዝኾነ ስምዒታት ክስምዖ ጀመረ። ዋላ እዚ ይኹን እምበር ቅድሚ ናብ ኢንግሊዝ ምምላሱ ኣብታ ንነዊሕ ዓመታት ከም ነጋዲ ጊላታት ኮይኑ ብዙሕ ተመኩሮ ኣጥሪዩላ ዝነበረ መርከብ ኔውቶን ኣብዛ ናይ ንግዲ ጊላታት እትነጥፍ መርከብ ከም ሓላፊ ወይ ማስተር ኰይኑ ንቝሩብ እዋን ሰርሐ። እታ ዝነበራ መርከብ ድማ ጊላታት ካብ ኣፍሪቃ ናብ ኢንግሊዝ ብዙሕ እዋን ኣመላሊሳ ነይራ እያ። ኣብ ኣታሕዛ ጊላታት ድማ ኣዝዩ ገፋዕን ክፉእ ኣታሕዛን ይኽተሉ ኸም ዝነበሩ ተኣሚኑ ኣሎ። ኣብ ሽሕን ሸውዓተ ሚእትን ሓምሳን ኣርባዕተን ግና ድሕሪ ኣብ ጉዕዞ ባሕሪ ብኸቢድ ምሕማሙ ኔውቶን ነቲ ንግዲ ጊልያነትን ስራሕ መርከብን ዝተፈላለየ ምስ ባሕርን ንግድን ዝተሓሓዝ ስርሑ ቶባ ኢሉ ተጸይፉ ንእግዚኣብሄር ኣምላኽ ጥራይ ከገልግል ወሰነ። ብሽሕን ሸውዓተ ሚእትን ሱሳን ኣርባዕተን ድማ ከም ናይ ኣንጀሊካን ቤተክርስትያን እንግሊዝ፣ ብወግዒ መዓርግ ቅሽነት ተቐበለ። ድሕርዚ ድማ ኣዝዩ ፍሉጥ ሰባኽን ጸሓፍ ማህሌታትን ክኸውን ግዜ ወሰደሉ። ብጠቕላላ ድማ ከባቢ ክልተ ሚእትን ሰማንያን መዛሙራትን ማህሌታትን ጸሓፈ። ሓንቲ ካብዘን መዛሙር ድማ እዛ ሎሚ እንዛረበላ ዘለና ኣዝያ ህብብቲ መዝሙር ዘገርም ጸጋ ወይ ድማ Amazing Grace እያ። እዛ መዝሙር መጀመርያ ኣብ ናይ ኦንለይ መዛሙር ብምቕራብ ምስ ፍሉጥ ጸሓፊ ግጥምታት ዊልያም ኮፐር ብምዃን ገለ ምምሕያሻት ድሕሪ ምግባር ብዮውሃንስ ኒውቶን ተሓትመት። ድሒሩ ድማ ብሽሕን ሸሞንተ ሚእትን ሰላሳን ሓሙሽተን ብዊልያም ዎልከር ካብተን ኣዝየን ፍሉጣትን ህቡባትን ናይ ሓዳስ ብሪጣንያ መዝሙር ብምባል ኣብ መጽሓፍ ሰፈረት። እሞ እዚ ኣብ ንግዲ ጊላታት ዝዋፈር ዝነበረ ሰብኣይ መዝሙር እንተጸሓፈ እንታይ ፋዕራ ኣለዎ? ትብሉ ትህልዉ ኢኹም። ግና ዮውሃንስ ኒውቶን ኣብተን ዝተረፋ ዕድሚኡ ምስ ዊልያም ዊልበርፎርስ ዝተባህለ መራሕ ናይ ባይቶ ኢንግሊዝ ብምዃን ነቲ ጭካነ ዝተመልኦ ሰባት ከም ባራዩ ዝሽየጡሉ ዝነበሩ ንግዲ ጊልያነት ጨሪሹ ካብ ኣፍሪቃ ንኽተርፍ ኣትሪሩ ክቃለስ ጀመረ። ኣብቲ እዋን ድማ ብዛዕባቲ ጭካነን ጭኮናን ንግዲ ጊልያነት ብሰፊሑ መግለጺታት ዝሓዘ ጽሑፍ ብምድላው ብመልክዕ በራር ወረቓቕቲ ማለት ትራክትስ ብምድላው ንዝተፈላለየ እዋን ኣንጻር ጊልያነት ዝዓለመ ወፈራታት ወደበ። ብሽሕን ሸሞንተ ሚእትን ሸውዓተን ድማ ብህይወት እንከሎ ንምቁራጽ ጊልያነት ዝእውጅ ሕጊ ብ Slave Trade Act ሽሕን ሸሞንተ ሚእትን ሸውዓተን ተደንገገ። ተግባራዊ ኮይኑ ንግዲ ጊልያነት ድማ ብዕሊ ተቋሪጹ ረኣየ። ኣብታ ዝጸሓፋ መዝሙር ድማ ከምዚ ዝብል ግጥሚ ኣሎ። እቲ ግጥሚ ቁሩብ ለውጢ ሓረግ ብምግባር ከምዚ ይትርጎም። ዘገርም ጸጋ ክንደይ ይጥዕም ዝደሃይ ዝጽውዕ ንኽፉእ ከምዚ ኸማይ ጥፉእ ነይረ ሓደ እዋን ሕጂ ግና ተረኺበ ዕዉር ኔረ'የ ሕጂ ግና ይርኢ እየ። ብብዙሕ መከራ መፈንጥራ ሓደጋታት በጺሐ ለለኹ ኣብዚ ትጸጋ'ዩ ክሳብ ኣብዚ ብደሓን ዘብጽሓኒ ገና ድማ እዚ ጸጋ ናብ ቤትካ ክመርሓኒ። ከምዚ እንዳበለ ካብ ሓጥእ ዝወጽእ ዓሚቕ ኣኽብሮትን ትርጉምን ዘለዎ ኮይኑ እቲ መዝሙር ይቕጽል። ኣብ ዝተፈላለየ ግዜያት ንህይወቱ ናብ ሞት ዝወስድ ብኻልእ ድማ ናይ ካልእ ሓቂ ዘይምቕባል ንዘርእዮ ዝነበረ ዕዉር ኣካይዳ በቲ ካልእ ኒውቶን ነቲ ናይ ቅድም ቅድሪ ህይወቱ እንተዘይልውጥ ነይሩሲ ዘገርም ጸጋ Amazing Grace ኢሉ ፈጺሙ ኣይምጸሓፈን ነይሩ። እዚ ኣብዛ መዝሙር ዘሎ ሓረጋት ተጠቂምና ድማ መብዛሕትና ነቲ ብክርስቶስ ገይሩ ዝተዋህበና ዘድሕን ጸጋ ኣምላኽን ናይ ግሊ ሕብረትን ከምኡ ውን ኣብ ናይ እግዚኣብሔር ኣምላኽ ጸጋ ተወኪልና ምንባር ዝብል ኣምር ዝገልጹልና ልክዕ ዝኾኑ ውቁባት ቃላት ብሓጎስ ኣፈሲሆም ደስ ዘብሉ ኣባህላታት ክንጥቀም ኣምበይ መኸኣልናን ይመስለኒ። ንልበይ ፍርሃትካ ዝመሃረ ጸጋዩ፣ ጸጋ ድማ ንፍርሃተይ ቀነስዎ እዩ። እዚ ጸጋ ክሳብ ክንድዚ ኮን ክቡር ምዃኑ ተራእየ በታ መጀመርያ ግዜ በታ ዝኣመንኩላ ሰዓት። እምበኣር ህቡብነት እዛ መዝሙር ኣብዚ ኣየብቅዐን። ሎሚ እውን ኣብዚ ዘለናዮ እዋን ብፍላይ ድማ ብሃርየት ባቸር ስቶወ ዝተባህለ ጸሓፋይ እተጻሕፈት ኣንክል ቶምስ ካቢን እትብል ትረኻዊት ዛንታ ጽሕፍቲ ዛንታ ኣፍሪቃውያን ኣሜሪካውያን ሰለስተ ፍቕድታት ናይዛ ዘገርም ጸጋ እትብል መዝሙር ሰፊሮም ይዝሙሩ እዮም። እተን ሰለስተ ፍቕድታት ድማ ብመበቆላዊ ጸሓፊ ዮውሃንስ ኔውቶን ዝተጻሕፋ ኮይነን እታ ናይ መወዳእታ ፍቕዲ ብኸምዚ ትትርጎም። ዓሰርተ ሽሕ ዓመታት እንተ ዝነብረኒ እኳ ከም ጸሓይ ደሚቑ ዘብርህ፣ ናይ እግዚኣብሔር ውዳሴ ንምዝማር ገለ ውሕዳት መዓልትታት ኣይምተረፈን ካብ ዝጀመርናሉ መጀመርታ ንላዕሊ ካልእ ድማ ኣርእስቲ ናይዛ መዝሙር ዝሓዘ ብ2006 ተሰርሐ ዛንታ ቓልሲ ንምቛም ጊላነት እተርኢ ናይ ዊልያም ዊበርፎርስን ከም ሓደ ንግዲ ጊላነት ዝነጥፍ ዝነበረ ግናኸ ካብ በደሉ እተነሰሐ ከም ዮሃንስ ኒውቶን ኮይኑ ዝተዋስአ ኣልበርት ፊነይ ከምኡውን ካልኦት ከም በዓል ኢዮን ጉርፋድ ሚካኤል ጋምቦንን በነዲክት ኩምበርቻ ዝርከብዎም ፊልምታት ተሰሪሑ ኣሎ። በዚ ከየብቅዐ እውን ብብሮድወይ ሙዚካል ዝተባህለ ትካል ብ ክልተ ሽሕን ዓሰርተ ሓሙሽተን በዚ ኣርእስቲ እዚ ዝተሰርሐት ንጉዕዞ ህይወት ኒውቶንን ጽልውኡን ኣብዛ መዝሙር እተተኩር እተሰርሐት ሙዚቃዊት ፊልም እውን ኣላ። እዛ መዝሙር እዚኣ ኣብ ብዙሕ ዝተፈላለየ ኣጋጣሚታት ከም መሰነይታ ኮይና ኣገልጊላ እያ። ከም ንኣብነት ድማ ኣብቲ ንመሰል ሲቪላዊ ሓርነት ኣብ ኣሜሪካ ዝግበር ዝነበረ ሰልፍታት፣ ከምኡ እውን ኣንፃር ወራር ኣሜሪካ ኣብ ኲናት ቬትናም ይርከቡዎም። ኣብ ዝተፈላለየ እዋን ድማ ብመንፈሳውያንን ክርስትያናት ጥራይ ዘይኮነ ብዓለማውያን ደረፍቲ ከይተረፈት ብብዙሕ እተዘመረት መዝሙር እያ። ከም ንኣብነት ካብ ኤልቪስ ፕሪስሊ ክሳብ ኣንድርያስ ቦነቺ ይርከቡዎም። ከም በዓል ስሌን ዲዮን፣ ኣራታ ፍራንክሊን፣ ደስኒ ቻይልድ፣ ጁዲ ኮሊንስ፣ ሌነ ሬሄምስ ካልኦትን ብብዝሒ ዘሚሮማ እዮም። ብ ክልተ ሽሕን ዓሰርተ ሓሙሽተን እውን ፕረዚደንት ኣሜሪካ ነበር ባራክ ኦባማ ድሕሪ ኣብ ሓደ ቤተክርስትያን ዘጋጠመ መጥቃዕቲ ዝሞተ ኣገልጋልን ኣባል ባይቶ ኣሜሪካ ዝነበረ ፓስተር ክለመንታ ፒንከይን ካልኦትን ኩሎም ግዳያት ንምዝካር ብሓያል ትርጓሜ ብሓባር ከም ዝዘመራ ናይ ቀረባ እዋን ተዘክሮ እዩ። ካብዚ ድማ ብቐሊሉ ታሪኽን ህቡብነትን ናይዛ መዝሙር ክንርዳእ ንኽእል ኢና። ብሓቂ ዘገርም ጸጋ ኣምላኽ!